ኣነ ንኽድውለለይ ብሃንቀውታ እናተጸበኹ ለካ ንሱ ብሎክ ገይሩኒ መሬት ጸልሚቱኒ ንዕኡ ንኽረስዕ ኣብ ስደት እዚ ኹሉ ስቓይ የሕሊፈ ድሕሪ ክልተ ዓመትን ኣርባዕተ ወርሕን ተመሊሱ ድማ ሰላምታ ኣይረሳዕኹን ፍትዋት ተኸታተልተይ እንኳዕ ብሰላም መጻኹም ንሎ መዓልቲ ሒዘልኩም ዝመጻኹ መደብ መደብ እንታይ ትመኽሩኒ ዝብል ሓንቲ ሓፍተይ ዝጸሓፈትለይ ዛንታ እየ ሒዘልኩም መጽኤ ከምቲ ኩሉ ግዜ ዛንታ ኣንቢበ ሓሳበይ ከካፍላ እየ ንስኻትኩም እውን ዛንታ ኣሰሚዕኹም ምስ ወዳእኹም ሓሳብኩምን ምኽርኹምን ኣብ ኮሜንት ክተስፍሩላ ኣቐዲመ ብትሕትና ክላበበኩም ይፈቱ ናብዛ ናይ ዝሓፍትና ዛንታ ከብለኩም ላይክ ሼር ሳብስክራይብ ምግባር ኣይትረስዑ ሰናይ ምክትታል። እዛ ናይ ዝሓፍትና ዛንታ ከምዚ እያ ትብል ኣቢየ ብመጀመርያ ሰላምኪ ይብዛሕ ዝሓፍተይ ኣነ ካብ ዝከታተለኪ ቅድሚ ክልተ ዓመት እዩ እና እትህብና ምኽሪ ብጣዕሚ እየ ዘመስግን ፈጣሪ ዝሓሰብክዮ የስምረልኪ ዝያዳይ ኣሜን ዝሓፍተይ ንኹላትና እና ናብ ሓሳበይ ከኣቲ ኣነ ስደት ካብ ዝመጽእ ሰለስተ ዓመት ኣውፂረ ኣለኹ ብዝመጻኹ ክልተ ወርሒ ምስ ገበርኩ ምስ ሓደ ወዲ ይላለሞ ንፍቕሪ ይሓተኒ ካብኡ ኣነ ከዓ ብቐልዲ ዓይነት እሺ ይብሎ ካብኡ ንሱ ኩሉ ግዜ ይድውለለይ ንፃወት ዝሓለፈ ታሪኹ ይዕለኒ ኣነ ግን ፍቕሪ ኣይሓዘንን ነይሩ ብቐልዲ ዓይነት እየ እሺ ኢለዮ ገና ጋሻ እየ ነይረ። ምስ መሓዛይ ይሓውሶ ንጻወት ብሓደ ከምኡ ኢልና እናዕለልና ኣብ ልዕሊኡ ስምዒት ኣሕዲረ ኣቶ ፍቕሪ ሒዙኒ ደኣማ ምስኡ ክዕልል ደስ ይብለኒ ንዕኡ እንተረኺበዮ በቃ መዓልታ መዓልቲ እያ ስልኩ ላይ 24 ሰዓት ናባየ ይሕዋል እዩ ቤተሰቡ እንተደዊሎም ናባ እዩ ዝመፀኒ እና ዝረሳዕኹልኪ ንፍቕሪ ክሓተኒ ከሎ ኣብ ዓዲ ከይድና ኢና ክንራኸብ ኢልና ኢና ተስማዕሚዕና ካብኡ ብካልእ መዓልቲ ብዓዲ ክውዳእ ኢልኪ ይብለኒ ኣነ ኸዓ ንእሽተይ ንፅናሕ ገና ጋሻ እየ ዝመፃእኽዎ ክዓዲ ይብሎ እሺ ኢሉኒ ንሱ ግን ኣብዚ ዓዲ ከም ንራኸብ እዩ ሓሲቡ ባዕልኺ ንራኸብ ክትብልኒ ኢኺ ነዚ ዓዲ ጋሻ ስለ ዝኾንኪ እዩ ይብለኒ ኣነ ኸዓ ብፍፁም ይብሎ ቀፂልና ዓባይ ሓፍቲ ኣላትኒ ስለ ስደት ከመይ ከም ዝኾነ ተዕለኒ ኣነ ምኽሪ ሓፍተይ ይሰምዕ እየ ካብኡ ሓፍተይ እና ኣፍቃርየይ ይፋለጹ እዮም ኣብ መስመር ተሓዊስና ንጻወት ኣነ ምስኡ ብፍቅሪ ከም ዝዕልል ኣይትፈልጥን እያ ብሕውነት እዮም ዝጻወቱ ካብኡ ኩሉ ግዜ ምስኡ እናዕለልኩ ትሪኤኒ እሞ ክትጠራጠረኒ ጀሚራ ናተይ መዳም ሰራሕተኛ ደልየ ኣለሽለይ ትብለኒ እሞ ንሓፍተይ ይነግራ እሞ ትመጽእ ስልከይ ትጠልፈኒ ሓታ ምስ መሓዙተይ ዝጸሓሓፎ እያ ትሪኦ ሰፍቃርየይ ግን ብመስመር ብቻ ኢና ንጻወት ሓደ መዓልቲ ብኢሞ ዳውንለድ ገይረ ንደዋወል ካብኡ ንሱ ይጽሕፈለይ ሓፍተይ ድማ ትርዮ ናይ የፍቃርየይ ሽም ጸዊዓ ጽሒፉልኪ እዩ ርኢኽዮዶ ትብለኒ ኣነ ከዓ መሰጅ ኣትዩላ እዩ ኣይረኣኽዎን ይብላ በቃ ምስኡ ክትርእየኒ ኣይትደልን ኣነ ይሓርቕ ንምንታይ ከምዚ ትብለኒ ኢለ ስልከይ ትወስዶ መሊሳ ትህበኒ ከምኡ እናበልና ሰሙናት ሓሊፎም ኣፍቃርየይ ይድውል ምስ ሓፍተይ ስለ ዝነበርኩም ኣየልዓልክዎን ደጋጊሙ ደዊሉ ኣልዒለ ስቕ የብሎ ምኽንያቱ ሓፍተይ እኒሃ ንሱ እውን ይፈልጥ እዩ ነጊረዮ እየ ንሳ እንተሃልያ ኣየዕልሉን በይነይ ተኾይነ እየ ዘዕልሎ ካብኡ ምሸት ኣብ ክላሰይ ኣትየ ይድውለሉ ለካ ብሎክ ገይሩኒ እንታይ ኮይኑ ኢለ መሬት ጸቢቡኒ በቃ ብመዓልቲ ቀትሪ ጸልሚቱኒ ክስካብ ሰለስተ ኣርባዕተ መዓልቲ ይድውለሉ ኣቶ ስልኪ ብሎክ እዩ እኒኦ ሰሙን ሙሉእ በቃ ኣይበልዕ ኣይሰቲ ኮይነ። ካብ ዝገርመካ ኣቢየይ ብዘይናተይ ስልኪ ብኻልእ ኣይደወልኩሉን። ዝደወልኩሉ ከዓ ምኽንያቱ ንምፍላጥ እዩ ነይሩ። ግን በቃ ኣይምልስን። ካብኡ ንዓሰርተ ሓደ መዓልቲ ስልከይ ኦፍ ገይረዮ። ምእንቲ ከይድውለለይ ኢለ ስርሐይ እናሰራሕኹ ትምህርቲ መንፈሳዊ ዛንታታት እናሰማዕኹ ስርሐይ ይቕፅል። ዝመፃእኹዎ ዕዳይ ወዲኤ ንወለደይ ገዛ ሰሪሐ ንንእሽተይ ሓወይ ብባሕሪ ይመፅእ እግዚኣብሔር ይመስገን ሸውዓተ ሽሕ ርያል ከፊለ ብሰላም ኣትዩ። ንባዕለይ መሬት ገዚኤ። ኣፍቃሪየይ ድማ ድሕሪ ክልተ ዓመትን ኣርባዕተ ወርሕን ይመጽእ። መሰንጀረይ ካብ ደቂ ዓደይ ተቐቢሉ ደጋጊሙ ይጽሕፈለይ። ንሱ ምዃኑ ኣይፈለጥክዎን፣ ፈሊጥክኒዶ ይብለኒ፣ ኣይፈለጥክዋን ይብሎ። ፕሮፋይል ናይ ባዕሉ እዩ ነይሩ። ብሽሙ ጸዊዑስ ኣነ እየ ኢሉኒ። ስሒቐ ስቕ ኢለዮ። ግን ፍቕሩ ኣይወጸለይን። የፍቅሮ እየ። ከም ዘፍቅሮ ኣየንቃሕኹን። እና እንታይ እንሆ ሓዱሽ ነገር ኢለዮ። እወ ዶ ኢሉ ብኻልእ መዓልቲ ይድውለለይ። ብዙሕ ኣዕሊልና። ንምንታይ ከይድካ? ንምንታይከ መጺእኻ? ኢለ ሓቲተዮ። ሽሪሓይ ተቖሪጹ'ባ ስልከይ ተመንጢለ ኢሉ ሓሽዩኒ። ብሎክ ጌርካኒ ኢለዮ። ጸጥ ኢሉ መልሲ የለን። ኣቤዋ ጽሑፍስ ብዙሕ ኣይክእልን'ዋ ብሪከርድ ክውደኣልኪ እየ ዛምበይተይ ዝብል እዩ። እዛ ብሪከርድ ወዲኣትለይ ዘላ ከምዚ ትርእይዋ ዘለኹም ሕጽር ኣቢለሞ ክደግመልኩም ናብ ምኽሪ ክኣቱ። እዚ ኣብዚ ሪከርድ ዘሎ እዚ ትሪእዎ ዘለኹም ሓደ እዚ ኣፍቃሪኣ ምእንቲ ንሱ ተረዲእኹም ንክትመኽርዋ ማለት እዩ ድሕሪ ክልተ ዓመትን ኣርባዕተ ወርሕን ተመሊስዋ ዘሎሲ ካልእ ኣፍቃሪት ሒዙ ወሊዱ ምስቲ ኣፍቃሪቱ ድማ ከም ዝተፈላለየ ኣሕዋት ኢኹም ተባሂሎም ሽማግለ ዝተሓወስዎ ብሽማግለ ከም ዝተፈላለዩ እዩ ነጊርዋ ዘሎ ቀዳማይ ክትርድእዎ ዘለኩም እዚ ኣፍቃሪኣ ብስልኪ ጥራሕ እያ ትፈልጦ እምበር ብኣካል ኣይትፈልጦን ንሱ ግን ንደቂ ዓዳ እናሓተተ ማዕረ ክንደይ ጠንካራ ምዃና ማዕረ ክንደይ ጅግና ምዃና ኣብ ዓዲ ዝነበረ መንነታን ኣብ ስደት ዘሎ ጥንካረኣ ጅግንነታ እቲ ጽቡቕ መንነታን ካብ ኩሎም መቕረባ ደቂ ዓዳ ሓቲቱ ፈሊጡ ኣረጋጊጹ እዩ ተመሊስዋ ዘሎ ምስዛ ዝወለደላ ድማ ተፈላሊና ኢና ቆልዓ ምስ ወለድና ዝብላ ዘሎ ምክንያቱ ናብ ፌስቡክ ፖስት ወሪኣቶ ትወዱ ኳዕ ወሊድካ ንምርኣይ ኣብቅዐካ ኢላቶ ኣሜን ግን ምስ ሰበይተይኮ ተፈላሊና ኢና ኣሕዋቲኹም ተባሂልና ሽማግለ መንጎና ኣትዮም ዝተፈላለዩና ኢና ኢሉ ተዛሪብዋ ዘሎ ባዕሉ እዩ እምበር ካልእ ሰብ ኣይኮነን ተፈላለዮም እዮም ኢሉ ተዛሪብዋ ዘሎ ስለዚ ሓደ ምኽሪ ትደልየሉ እንድሕር ደኣ ወሊዱ ተፈላለዩ ኮይኑ ምስ ኣፍቃሪቱ ሲ ኣነ ስለ ዘፍቅሮ ፍቕሩ ክወፀለይ ስለ ዘይከኣለ ኩሉ ነገር ገይረ ናብ ህይወተይ ክቕበሎ ዶ ፍቕርስ ምስኡ ክቕፅል ዶ ወይስ ብሎክ ንክገብሮ ኣብ ፍርቂ እየ ዘለኹ ማለት ብቲ ዝበደለኒ በደል ብቲ ከምኡ ገይሩ ብዘይ ምንም ምክንያት ብሎክ ገይሩኒ እንደገና ብሎክ ከመይ ገይሩ ከም ዝገበረኒ ሓስዩኒ ዘሎ ሓሶት ብሎክ ክገብሮ ኢለሲ ተዳልየስ ኣብ ፍርቂ እየ በፂሐ ዘለኹ ግን ኣብ ፍርቂ እየ ዘለኹ እምበር ክውድኦ ኣይከኣልኩን እቲ ብሎክ ናይ ምግባር ውሳነይ ምክንያቱ ብጣዕሚ ስለ ዘፍቅሮ ፍቅሩ ከዓ ክወፀለይ ስለ ዘይከኣለ ስለዚስ መሊኤ ዶ ብሎክ ገይረ ካብ ህይወተይ ከውፅኦ ወይስ ተዓሪቐ ስለ ዘፍቅሮ ካብ ሰበይቱ እውን ስለ ዝተፋትሐ ምስኡ ክቕጽል እንታይ ትመኽሩኒ እዩ ዘሎ ዛንታኣ ብሕጽር ዝበለ ኣብዚ ሪከርድ እውን መሊኣትለይ ዘላ ካብዚ ናይ ኣፍቃሪኣ ምኽኒትሲ ብጣዕሚ ዘስሓቐኒ ነገር ሳይድ እዩ ንምንታይ ብሎክ ጌርካኒ ምስ በለቶሲ ሸሪሓስ ተደጋጋሚ ይዕጸወኒ ነይሩ ሸሪሓ ኣይተቖሪጹ ሸሪሓ ማለት ኣብ ዓዲ ዓረብ ዘየለኹም ዘይትነብሩ ሲም ካርድ ማለት እዩ ስለዚ ሲም ካርደይ ተዓጽዩ እዩ ዝብል መልሲ መሊሱላ። ካልእ ምኽኒት እዩ ከመኽንየላ ነይሩ፣ ንሕና ንባዕልናስ ክንጠራጠረሉ ንኽእል ምኽኒት ከቕርበላ ነይሩ እምበር፣ ሸሪሓ ስለ ዝተዓጸወ እዩ ብሎኬንኪ ኢሉሲ ከእምና ኣይኽእል፣ ዋላ ንዓይ ከእምነኒ ኣይኽእልን፣ ካበይ እዩ ጀሚሩ? ሸሪሓ እንተተዓጽዩ ንሓደ ሰብ ጥራይ ፈልዩ ብሎክ ክገብር ከም ዘይኽእልስ ንፈልጥ ኢና። ስለዚ ቀዳምነት ክትርድእዮ ዘለኪ ዋላ ከምዚ ዓይነት ኣጋጣሚታት ዘጋጠመክን ብዘይ ዝኾነ ምክንያት ሓደ ወዲ ገዲፉ ክኸይድ ወይ ዝኾነ ወዲ ይኹን ጓል ገዲፉ ክኸይዱሲ ድሕሪ ዝኾነ ሰዓት ናብ ሂወትካ እንድሕር ተመሊሱ እዚ ሰብ ንስኻ ጠንካራ ትኾይንካ እዩ ናብ ሂወትካ ዝምለስ ናትካ ጥንካረ ናትካ ጅግንነት ልክዕ ከምዚ ናይዛ በዓልቲ ዛንታ ንደቂ ዓደይ ደዊሉ ሓቲቱ ብዝተፈላለየ ኣጋጣሚ ናተይ ጅግንነትን ጥንካረን ኣብ ዓዲ ዝነበረን ኣብ ስደት ዝቐጸለን መንነተይ እናሓተተ ኣረጋጊጹ እዩ ብጅግንነተይ ተመሊሱ ዘሎ እያ ኢላትኒ። ንስኺ ጅግና ተዘይትኾኒ ነርኪ፣ ዕላማኺ ተዘይተሳኽዐ ነርኪ፣ ጠንካራ ተዘይትኾኒ ነርኪ፣ ኣውዲቑ ገዲፍኪ ወዲቕ ክተተርፊ ነርኪ፣ ምልስ ኢሉ ኣይምርኣየክን ኣይኮነን ደመጽኡ ተመሊሱ ክልምነክሲ ምልስ ኢሉ ኣይምጠመተክን ኣይምዘከረክን እውን። ተዓዘባ፣ ኣብ ከባቢኽን ዘለዉ ወዲ ይኹን ጓል፣ ብታ ኣውዲቑ ዝገደፎ እቲ ሰብ፣ ወዲቑ ዝተረፈ፣ ረጊጹዎ ዝሓልፍ እምበር፣ ተመሊሱ ምስኡ ንክኸውን ዝልምኖ ማንም የለን። ክሓዝነሉ ይኽእል እዩ ከም ሰብ መጠን፣ ካብኡ ሓሊፉ ግን ናብኡ ክምለስ ዝሙነዮ የለን። እስኻ ጠንኪርካ፣ እስኻ ጅግና ተኾይንካ፣ ተሰይርካ ወዲቕካ ተዘይተሪፍካ፣ ሓመድ ልሒስካ ተተላዒልካ ግን፣ ወዲ ይኹን ጓል ማንም እዩ ዝደልየካን ዝምለሰካን ዝልምነካን ማለት እዩ። ስለዚ ሓደ ደስ ካብ ዝበለኒ ካብ ዛንታኣ ንባዕሉ ዋላ ተፍቅሮ ዋላ ትጎዳ ኣብ ዝኾነ ዓይነት ስምዒት ትሃሉ ካብታ መስመር ናይ ዕላማኣ ከም ዘይወፀት ኣብ ስርሓ ኣብ ዕላማኣ ኣብ ፃዕራ ከም ዘላ ዝተረዳእኹ ብጣዕሚ ደስ ኢሉኒ በዚ ኣጋጣሚ ክብለክን ዝደሊ ዝኾነ ወዲ ዝኾነ ሰብ ካብ ህይወት ግን ብዘይ ምንም ምኽንያት እንድሕር ደኣ ገዲፉክን ከይዱ ንስኽን ምስ ኣፍቀርክን ወይ ንስኽን ምስ ኣመንክን ወይ ንስኽን ኣብ ዝኾነ ኣብ ህይወትክን ምስ ኣእትኽን እንድሕር ገዲፉክን ከይዱ ናብ ህይወትክን መሊሱ ክመጽእ ከሎ ንስኽን ከዓ ብምኽንያት ኢኽን ፈጺምክን ናብ ህይወትክን ክትቅበልኡ ከም ዘይትኽእላ ፈጺምክን በሪ ናይ ኣፍ ደገኽን ክትከፍታሉ ከም ዘይብልክን ክተረድኡን ክትዓጽኡን ዘለክን እምበር ኣብ ደስ ዝበሎ ከይዱ ኣብ ደስ ዝበሎ ዝመላለሰልክን ከምዚ ማለት በማርኛስ ኣነሲ እስፓልት ድየ ዝመላለሰኒ ዝብል ዝፅሕፍኡ ጥቕሲ ኣሎ ኣብ ቲክቶክ ዝሪኦ ስለዚ ንስኺ ዝመላለሰልኪ መንገዲ ወይ ፅርግያ ኣይኮንክን ንስኺ ከም ሓንቲ መማረፂት ዝርኤኪ ኣብ መማረፂኡ ኣብ ድልድላይ በፂሑ ኣብቲ ብዙሕ ዝደልየ መማረፂታት ረኺቡ እንደገና ከዓ ተመሊሱ ከም መማረፂ ከም መዕረፊ ዝርኤኪ ክትኮኒ ኣይብልኽን ንስኺ ከም ሓንትን ሓንትን ምርጫ ገይሩ ዝመርፀኪ ሰብ ጥራሕ ኢኺ ኣብ ሂወትኪ ንኽትጸንሕ ዕድል ክትህቢ ዘለኪ እምበር ንኣብነት እዚ ሕጂ ሓደ ሓደ ዓብዪ ነጥቢ ክትርድእዮ ዘለኪ ተፋቲሑ ድዩ ኣይተፋትሐን ትፈልጥዮ ነገር የብልክን ከምቲ ኣመሉ ከምቲ ናይ ትማሊ ከታልለኪ ትቐሪቡኪ እንተኾነ ወይ ከዓ ክስካዕ ዝኾነ ሰዓት ምሳኺ ንኽጸንሕ ደልዩ በይኑ ንኸይኸውን ቀሪቡኪ እንተኾነ ትፈልጥዮ ነገር የብልክን ስለዚ ይፋታሕ ኣይፋታሕ ብዘይ ምንም ምክንያት እንድሕር ደኣ ገዲፉኪ ሓደ ብኣካል ኣይትፈልጥዮ ንስኺ ብስልኪ ጥራሕ ክትፈልጥዮ ብሚድያ ጥራሕ ክትፈልጥዮ ትፈልጥዮ ነገር ኣይብልክን ሓቂ ድዩ ሓሶት ትፈልጥዮ ነገር ኣይብልክን ብዘይ ዝኾነ ምክንያት ገዲፉኪ ዝኸደ ወዲ ሎሚ ስለ ዘፍቀርክዮ ጥራሕ ናብ ሂወትኪ እንድሕር ተቐቢልክዮ ጽባሕ ንግሆ ከዓ ኣብ ዘይተጸበኽዮ ኣብ ዘይሓሰብክዮ ሰዓት ገዲፉኪ እንደገና ከዓ እንድሕር ደኣ ከይዱ ክንደይ ዓመታት እቲ ጉድኣትኪ ንኽትሕክሚ ክንደይ ዓመታት ካብቲ ዘለኽዮ ጉድኣት ንኽትወጺ ከም ዝወስደልኪ፣ ክንደይ ግዜኺ፣ ዕድሜኺ፣ ብዙሕ ነገርኪ ከም ዝወስደልኪ ኣብ ግምት ኣእትውዮ። ስለዚ እታ በጺሕኽያ ዘለኺ ፍርቂ ምልእ ኣቢለዶ ብሎክ ክገብር፣ ክውስናዶ፣ ከውዕላዶ ንዝበልክኒ፣ ኣነ እዛ ብሎክ ወዓል'ያ፣ ኣብ ፍርቂ ዘይኮነሲ ኣብ ምሉእ እበጽሕ'ሞ ወዓል'ያ እየ ዝብለኪ ብሎክ ግበርዮ። ብፌስቡክ ድዩ ብደረቕ ብዝኾነ ነገር ድምጹ ይኹን ጽሑፉ ክትርእይዮ ብዘይብልኪ መልክዕ ብኹሉ ኢኺ ትዓጻጽውዮ ዘለኪ'ምበር ብፍጹም ምስኡ ክትምለስዮ ኣይብልክን እየ ዝብለኪ ክብርቲ ሓፍተይ። ንሎም መዓልቲ ዝነበረትና ጻንሒት እዚኣ እያ ትመስል። ኣብ ቀጻሊ ቪድዮ ክስካዕ ንራኸብ። ሰሰናዩ ንዓኹም። ባይ ባይ።